ብዛዕባ ሒዙልና መፂኡሉ መፂዎ ዘሎ ኣርእስቲ ሓሳቡ ከካፍለና ማለት እዩ ውርሻታት ህዝባዊ ግንባርን ሳዕቤናቱን ዝብል ኣርእስቲ እዩ ስለዚ እስኪ ንጋሻና ካልድ ብዕንባባ ተቐበሉልና ከም ኩሉ ግዜ ንገብሮ ካልድ ዕድመና ኣኽቢሩ ከዓ ሎማዓንቲ ሓሳቡ ከካፍለና ኣብዚ ኣርእስቲ እዚ ፍቃደኛ ስለ ዝኾነ ብጣዕሚ ነመስግን

ዌል ነቲ ንሎማዓንቲ ከም ኣርእስቲ ቀሪብናዮ ዘለና ውርሻታት ህዝባዊ ግንባርን ሳዕቤናቱን እንድዩ ኣብዚ ርእስቲ እዚ ክዛረብ ከለኹ መጀመርያ ነቶም ኣብዚ ዘለዉ ምሳና ተጋደልቲ ህዝባዊ ግንባር ዝነበሩ ካብ ተሓላቕነት ናይ ውድብ ወፃኢ ኮይኖም ብነፃ ኣእምሮ ነቲ ዝብሎ ዘለኹ ነገር ኣሉታውን ኣወንታውን ሸነኻቱ ገምጋም ስለ ዝኾነ ርእይቶይ ስለ ዝኾነ ንዕኡ ወይ ከህጥርዎ ወይ ከዕብርዎ ይጽበ ንምንታይ ከምዚ ይበሃል ዝዓይነቱ በሃህላ ክህሉ የብሉን ንዕኦም ከምኡ ድሕሪ ምባል ኣብ መጀመርያ ከም መእተዊ ገይረ ሒዘዮ ዘለኹ እንታይ እዩ ድሕረ ባይታን ኣሰላልፋን እቲ ውድብ ናይ ህዝባዊ ግንባር ከም ህዝባዊ ግንባር ዳሕራይ ከም ኣካላት ህዝባዊ ግንባር ንብሎም ስማዕ ኣሎ ዶ ኦኬ ስማዕ ኣሎ መስለኒ ኦኬ ሕራይ ኣካላት ህዝባዊ ግንባር ንብሎምን ድሕሪኡ ከዓ ሳዕቤናት ጉጉይ ኣካይዳ ህዝባዊ ግንባር ሓድጊ ህዝባዊ ግንባር ንህዝቢ ኤርትራ ኣብ መጨረሻ ከኣ እቲ ነዚ ኩሉ ሽግር ከም ማእከል ጌረ ክዛረበሉ ደልየ ዘለኹ እቲ ኣከያይዳ እንታይ እዩ ኣብ ኣብቲ ሳዕቤናትን ውርሻታትን ዝብሃል እቲ ምስጢርራውነትና መሰረት ዓወትና ዝብል ንህዝቢ ኤርትራ ኣብ ደልሃመት ዘእተወ ነጥቢ ንዕኡ ከተኩረሉ የፍቲ ትንታነታት ኣብ ውሽጢ ምስ ኣተኹም። መጀመርያ እቲ ድሕረ ባይታን ኣሰላልፋን እቲ ውድብ ህዝባዊ ግንባር ክምስረት ከሎ ካብ ኣመሰራርትኡ ጀሚሩ ናይ ዝነበረ ዝሓለፈ ምጉርፋጥ ወይ እውን ናይ ዝነበረ ኣካል ፍንጫል ኮይኑ ክጅምር ከሎ ዝተጠቀመሉ ስትራቴጂ ሰባት ንክጉስጉስ ዝተጠቀመሉ ስትራቴጂ ንብዙሓት ስጋብ ሕጂ ጅሆ ገይሩ ዝሓዘ ጉዳይ እዩ። ንሕናን ዕላማናን ዘንበበ ሰብ ካብኡ ክሪኦ ዝኽእል ንኣን ካብኡ ከንብቦ ዝኽእል እንታይ እዩ ነቲ ዝነበረ ሓርጎጽጎጽ ኣብ ጀብሃ ድዩ ወላ ገለ ዝያዳ ሰባት ውን ንዕኡ ውን ግዜ ሂብና ክንዛረበሉ ንኽእል ኢና ዝያዳ ውን ክገልጽዎ ዝኽእሉ ሰባት ክህልዉ ይኽእሉ እዮም እቲ ዝነበረ ሓርጎጽጎጽ ዝፈጠሮ ስምዒት ፖላራይዜሽን ፈጢሩ፣ ኣካል'ቲ ናይ ፖላራይዜሽን ከኣ ሰባት ኣብ ጎኑ ንኸሰልፍ ምእንቲ'ቲ ስርዓት ይትረፍዶ ንኤርትራውያን ንዘይ ኤርትራውያን'ውን ኣብ ጎኑ ንኸሰልፍ which means በዓል ኣሜሪካ በዓል እስራኤል ማለት'ዩ ነዚኣቶም ኣብ ጎኑ ንኸሰልፍ ናይ ቃኘው ኣኼባን ብድሕሪኡ በዓል ተስፋሚካኤል ጆርጆ ዝሃብዎ ኢንተርቪዋትን ዘንበበ ሰብ ክርድኦ ይኽእል'ዩ። ሕጂ ኣብቲ ህዝባዊ ግንባር ክንብል ኮለና ኣሕዋት እንታይ ተረድኡ ከም ውድብ ክንዛረብ ኮለና ኣካላት ኢለ ኣቐሚጠዮም ዘለኹ ኣካላት ህዝባዊ ግንባር እንታይ እዩ ገሊኦም ኣካል ናይቲ መሪሕነት ዝወጠኖ ተንኮል ኮይኖም ስጋዕ ሕጂ ውን ይኸዱ ኣለዉ ገሊኦም ከኣ ከም ህዝቦም ከማይ ከማኹም ኣካል ናይቲ ውድብ ዘይነበሩ ከማና ግዳያት ናይቲ ስርዓት ዝኾኑ ኣለዉ። ብዙሓት ተጋደልቲ ክነሶም ግዳያት ናይቲ ስርዓት ክነሶም ሕጂ እውን ነታ ውድብ ዝከላኸሉ ዘለዉ መሲልዎም ነቲ ስርዓትን ተግባራቱን ኣከያይድኡን ዝከላኸሉ ብዙሓት ኣለዉ። ስለዚ ኣብዚ ኣብቲ ኣካላት ዝብል ክዝርዝሮ እየ። መጀመርያ መጀመርያ እቲ መሪሕነት ንኹሉ ነቲ ዝኽተሎ ዝነበረ ፖለቲካዊ መስመር ብፍላጥ እገብሮ ስለ ዝነበረ ንዕኡ መሳርሒ ዝኾንዎ ኣካላት ከዳሉ ነይርዎ። ነዚ ንምድላው ከኣ'ዩ እቲ ድሒሩ'ውን ብዙሓት ዝዝርዝርዎ ዘለዉ ኣብኡ ዝነበሩ ምቛም ናይቲ ምስጢራዊ ሰልፊ፣ እቲ ምቕንጻላት፣ እቲ ኣብ ውሽጢ ዝግበር ዝነበረ ነገራት ኩሉ ክትሪኦ ከለኻ እቲ ውድብ ካብ ነዊሕ ኣትሒዙ ክኸዶ ዝጸንሐ ኣከያይዳ ነዚ ሕጂ በጺሕናዮ ዘለና ምኽንያት'ዩ፣ መሰረት'ዩ ኮይኑ። ስለዚ ኣካላት ናይ ህዝባዊ ግንባር መጀመርያ ንኹላትና እንታይ ክርኢ ይደሊ ቅድሚ ሕጂ ውን ኣብ ገለ ኣጋጣሚ ንጽህና ሃገራዊ ቃልሲ ይካየድ ኣሎ ኢሉ ሃገር ነጻ ከውጽኤ ካብ መግዛእቲ ኢሉ ኸይዱ ተቓሊሱ ኣካል ናይቲ ረሳሕ ተግባራት ናይቲ ስርዓትን ምስጢራዊ ሰልፍታቱን ናይቲ ኩሉ ግዕዘይ ንሰምዖ ዘለና ዋላ በዓል ፈሮ ክገልጽዎ ዝቐነዩ ኣብ ሓለዋ ሰውራ ዝካየድ ዝነበረ ቅንጸላታት ገለ ኣካል ናይዚ ዘይኮነ ሰብ well ምስ ህዝቡ ተወገነ ይሕሾ ምኽንያቱ ከም ህዝቡ ጥሉም እዩ እቲ ቃልሲ ጥሉም ቃልሲ እዩ እዚ ሕጂ መሪሕነት ወጽዩ ዘሎ ኣብ ልዕሊ ህዝቢ ኤርትራ ጥራሕ ኣይኮነን ኣሽካዕሊሉ ኣብ ልዕሊ ተጋደልቱ ውን ኣሽካዕሊሉ ኣብ ልዕሊ ንጹሃት ተጋደልቱ ኣብ ልዕሊ ስውኣቱ እሽካዕሊሉ ክብሪ ኣየርኣየን ንስንኩላቱ ንተጋደልቱ ክብሪ ኣይሃበን ስለዚ ብመሰረቱ እቶም ነዚ ውድብ ክሕለቑ ክብሉ ነዚ ግብሪ ናይዚ ስርዓት ዝካላኸሉ ሰባት እዚ ስርዓት እዚ ተስዓን ሸሞንተን ኣይኮነን ተባላሽዩ እዚ ኩሉ ቅንጸላታት ንሰምዖ ዘለና ሕጂ ኣብ ሜዳ እዩ ተጌሩ ሓደ ሰብ ሓደ ሕቶ ክሓትት ይኽእል እዩ ሓደ ተጋዳላይ ንሜዳ ኣትዩ ንመስዋእቲ ተዳልዩ ምስ ጸላኢ ተጣማጢሙ እንዳተሰውኣ ከሎ ስለምንታይ ብጻቱ ብጻዩ ካብ ጎኑ ተወሲዱ ሓለዋ ሰውራ ክሓቅቕ ከሎ ዘይሓትት? እዚ ክንገብር ስለ ዘይከኣልና እሞ ከኣ ነዚ ከኣ እቲ ስርዓት ብሚስጢር ስለ ዝሓዞ ሚስጢራውነትና ከኣ መሰረት ዓወትና ኢልና ስለ ዝኣመንና ኩላትና ኣካል ናይዚ ግዳይ ኮይኑ ስለዚ ኣብ ህዝባዊ ግንባር ዝተጋደለ እሞ ንህዝባዊ ግንባር ዘይፈልጣ ኣዝዩ ብዙሕ እዩ። ከም ሰቡ ሎሚ ከም ሰቡ ይሰማዕ ኣሎ ብ ዝመጽኡ ካብ በዓል ፎረም ካብ ኣብቲ ዓንኬል እቲ ዝነበሩ ሰባትን ዝተገፍረ ዝተገብረ ግፍዕታት ኣብ ልዕሊ ዜጋታት ኣብ ልዕሊ መጋድልቲ ብጾቱ ከም ሰቡ ሰማዕ ኣሎ ሎሚ ብዝኮይኑ ኣብነት ኣስማት ከይጠቐስኩ ክገልጽ እኽእል እየ፣ ኣብ ደገ ዘለዉ ላዕለዎት ሰበስልጣን ዝነበሩ ናይቲ ስርዓት፣ እዚ ኩሉ ብየማነ ተኽለሚካኤል ዝተባህለ ዘረባ ኣብ ሜዳ ከለና እንተንሰምዖ ሓንቲ ለይቲ ብ ሜዳ ኣይምሓደርናን ዝበሉ ነይሮም። ኦኬ ታይ ማለት እዩ እዚ ውድብ ነቲ ዘቃለሶ ኣካል ነቲ ዘቃለሶ ምስኡ ንመስዋእቲ ዘቕርቦ ዘሎ ኣካል እውን ሓበሬታ ሓቢእዎ እዩ ዝኸይድ ነይሩ። ሚስጢራዊ ኣከያይዳ ሚስጢራዊ ሰልፊ ኮነ ተባሂሉ ዝተገብረ እዩ። ንድሕሪት ምልስ ኢልና ሕጂ ሽሙ እሞ ርኣይዎ። ሽሙሲ ህዝባዊ ግንባር እዩ። ኣብ ምንታይ እዩ ህዝባውነቱ? እቶም ተጋደልቱ እቶም ተጋደልኩም ወላ ዘይተጋደልኩሞ ንገሩኒ። ህዝባዊ ግንባርሲ ንህዝቢ ኤርትራ እንዳሰምዐ ድዩ ተጋዲሉ ወላ ንህዝቢ እንዳስመዐ እዩ ተጋዲሉ? ህዝባዊ ግንባር ኣብ ልዕሊ ህዝቢ ኤርትራ ልዕልና ሒዙ እዩ ደኣ መጺኡ እምበር ልዕልንኡ ካብ ህዝቢ ኤርትራ ኣይኮነን ዝረኽቦ። ስለዚ ህዝባውነት ሃልይዎ ኣይፈልጥን እዩ። እቲ ቃልሲ ህዝባውነት ኣይኮነን ነይሩ። ንህዝቢ ኤርትራ ግን ከምቶም ተጋደልቱ ብግጉይ ሓበሬታ ብእቲ ኩሉ ዝገብሮ ግፍዒ ከየፍለጠ ከም ዝድግፎ ገይርዎ። ስጋዕ ትማሊ ከኣ ኩላትና በቲ ዝተባህለና ሰሚዕና እቲ ሓቂ ከይፈለጥናዮ ዋእ ኣብ ገለ ገለ ዘረባ እቶም ኣብቲ ዓንኬል ዝነበሩ ኣሕዋት ክዛረቡ ከለዉ ኣስተውዒልኩም ኣለኹም ዲኹም በዓል ፎሮ እዚ ሕጂ ዝነግረኩምሲ ኣይ ኣይትኣምንዎን ኢኹም እብለኩም ንምንታይ ከምኡ ድብል መስለኩም ሓቁ እዩ እቲ ዝገብርዎ ዘረባ ናይ ሎሚ ሸሞንተ ዓመት ድዩ ሸውዓተ ዓመት ኣብ ቲቪ ዘተ እንታይ ኢለ ነይረ ህዝቢ ኤርትራሲ እቲ ሓቀኛ ግብሪ ናይዚ ስርዓት ዝፈለጠ መዓልቲ ኣይክኣምንን እዩ ምክንያቱ እዚ ኩሉ ዝእሰር ዘሎ ሰብ ዝወጽእ እዩ ዝመስሎ እቲ ህዝቢ ሓደ መዓልቲ ስባ ወጹ ኮኑ እዩ ደኣ ዝብል እምበር ብከምዝን ወዲ ከምዝን ሓቁ ከም ዘለዉ በዓል ሳክቲዝም ዘውጽዎ ዘለዉ ፈሮ ዘውጽኦ ዘሎ ብከምዚ ዝሃለቀ ህዝቢ ከም ዘሎ ህዝቢ ኤርትራ ምስ ረኣዮ ምስ ኣመነ ምስ ፈለጠ ጠቅላላ ክኣምኖ ከሸግሮ እዩ እዚ ንዓና እንዶ ርኣይዎ ኔሮም ርኢና ኢሎም ዝነግሩና ዘለዉ ኣብ ደይምእማን ዘብጽሓና ዘሎ ንምንታይ ማዕረ ክንደይ እቲ ስርዓት ብሓንጎልና ተጻዊቱ እዝስ ኣይገብርዎን እዮም ኣብ ኣብ ንብለሉ ኩነታት ኣብ ንከላኸለሉ ኩነታት ኣጽኒሑና ማለት እዩ ነቶም ብቐረባ ዝፈልጥዎ ከኣ ናይ ብሓቂ ግብሪ ናይ ስርዓት ዝፈልጡ ነብሶም ኣልዮም ሱቅ ዝበሉ እቲ ስርዓት ክገብሮ ዝክእል ሕማቅ ነገር ካበይ ስጋዕ ካበይ መጀመርያን መወዳእታን ስለ ዘይብሉ እዩ እቲ መድረክ ግን ይቅየር ስለ ዘሎ እዩ ኣብዛ መእተዊት ነጥቢ ኣገዳሲት ከስምረላ ዝደሊ እንታይ እዩ ማንም ተጋዳላይ ህዝባዊ ግንባር ህዝባዊ ግንባር ህዝባዊ ውድብ እዩ ነይሩ እንተይሉ ወል እዚ መሰረታዊ ጌጋ እዩ ንጽባሕ ንጎ ከኣ ኣብ ጌጋ መደምደምታ ከብጽሓና እዩ ህዝባውነት ናይ ሓደ ውድብ ንህዝቢ ሰሚዑ ካብ ህዝቢ ፈልፊሉ ንህዝቢ ኣእሚኑ ከቃልስ ኮሎ እዩ ህዝባዊ ግንባር ገፊፉ እዩ ዘቃልስ ነይሩ ህዝባዊ ግንባር መርዑት ገፊፉ እዩ ዘቃልስ ነይሩ ስለዚ ንከምዚ ኣገባብ ወሲድዎም ከማን ርእይቶኦም ከማን ዝተፈልየ እንተኮይኑ እዩ ሓቁ ርእይቶኦም ከማን ዝተፈልየ እንተኾይኑስ መንካዕ ይብሎም የሚን ይብሎም እንታይ ይብሎም የጥፍኦም ከኣኒ። ስለዚ እታ ኣገዳሲት ነጥቢ ከነስምረላ ዘለና ክንመሃረላ ንድሕሪ ሕጂ እታ ግናይ ለጋሲ ዝብላ ዘለኹ እንታይ እያ ህዝባዊ ግንባር ንህዝቢ ኤርትራ እንዳሰመዐ ካብ ህዝቢ ኤርትራ ድላይ እንዳረኸበ ንህዝቢ ኤርትራ ድላይ እንዳሃበ ዝመጸ ኣይኮነን። ኣብ ልዕሊ ህዝቢ ኤርትራ ዝተስገደደ ሓይሊ እዩ። ኣብ ልዕሊ ኤርትራ ባዕሉ እዩ ኮፍ ኢሉ ተኾይጡ። እቲ ክቃለስ ዝወጽእ ዝነበረ ኩሉ ንሜዳ ብድልየቱ ከ ግፍዒ መሪርዎ ናይቲ ናይ ደርጊ መግዛእቲ መሪርዎ ሃገር ነጻ ከውጽእ ኢሉ ከይዱ ክኸውን ይኽእል እዩ። ምስ ከደ ዝጸንሖ ሪያሊቲ ግን ክቕየር ኣይተበገሰን። እቶም ክቕይሩ ዝበገሱ ተሪፎም እዮም። እቶም ናይ ብሓቂ ኣከያይዳና ልክዕ የለን እዚ ውን ናብ ካልእ ዲክታተርያዊ ስርዓት ከብጽሓና እዩ ዝበሉ ውን እኮ ኔሮም እዮም ጠፊኦም በዓል ሙሴ ካልኦት ውን ስለዚ እንታይ እየ ክብል ደልየ እዚ ውድብ እዚ ካብ ኣጃማምርኡ ህዝባውነት ኣይነበሮ ንህዝቢ ኤርትራ ኣእሚኑ ብመሰረቱ ኣእሚኑ ዝኸይድ ስርዓት ኣይኮነን ስርዓት ኣገዲዱ እዩ ዝኸይድ ስለዚ ኣገዲዱ ዝኸይድ ስርዓት ነቶም መቃልስቱ ምስኡ ዘለዉ እውን ኣብ ዝለዓል ክትዓት ኣእሚንዎም ክኸይድ ስለ ዘይክእል ስለ ዘይኣመኖም ሓለዋ ገይሩሎም። እንዳተሓለወ እንዳተሓለወ እንዳተሰለየ ተቓሊሱ ዝመጸ እዩ እዚ ተጋዳላይ ህዝባዊ ግንባር። እቲ ውድበይ ዝብሎ ውድብሲ ይስልዮ ነይሩ። ስለዚ ንሓደ ንኸምዚ ኣገዲዱ ብሓለዋ፣ ብስለያ፣ ብምቕናእ፣ ብመቕጻዕቲ እናሓዞ ዝመጸ ውድብ ህዝባውነት ክህልዎ ኣይክእልን እዩ። ስለዚ እታ ቀዳመይቲ ገ- ግናይ ነገር ካብዚ ስርዓት እዚ ንመሃራ እንታይ እያ? ንሓደ ህዝቢ ከየእመንካዮ ድሌቱ እንዳማላእካሉ ጥራሕ ኣይኮንካን ኣብ ድላይካ ትበጽሕ ኣገዲድካዮ እንዳ ኣሰርካዮ እንዳ ቀተልካዮ ከማን ኣብ ስልጣን ክትድይብ ከም ትኽእል ብግብሪ ኣርእዩ ንዝኾነ ምሳኻ ዘሎ ሓይሊ ኣሰሊኻ እንዳ ቀጥቀጥካ ብጎዞሞ እንዳ ቀተልካ ከማን ኣብ ስልጣን መጺኻ እስቲል ከም ዝካላኸለልካ ውን ክትገብሮ ከም ትኽእል እዩ እዚ ስርዓት እዚ ርእዩ ዘሎ በዚኣ ስለ ዝመጸ ከኣ ነዚኣ ኣሚንዋ ከኣ ይኸይድ ኣሎ ስጋዕ ሕጂ ንህዝቢ ኤርትራ ሰብ ዘይብል ነገር ፍረደሉ። ልክዕ ዘምዝሚ ሓንሳብ ድሕሪኡ ተቐቢልዎ ክኸይድ እዩ ስትራቴጂ ናይቲ ስርዓት፣ ኣስሪሕዎ ከኣ ስጋዕ ሕጂ። ንኹሎም ኣራእስ ዘለዎም ሓሳባት ዘቕርቡ ከም ዝጠፍኡ ከም ዝሓቁ እንዳገበረ ከይዱ። ኣብ ኤርትራ ብልሕኻ ንቕሓትካ ሪስክኻ ከም ዝኸውን ኮይኑ። እቲ ለባም ዓሽዩ ዝነብረላ ሃገር ፈጢሩ እቲ ስርዓት። ለባም ክልብም እንተፈቲኑ ምንባር ስለ ዘይክእል ምንባር ዶ ሕሸካ ዓሺኻ ወይስ ለቢምካ ምጥፋእ ነዚኣ እቲ ሰብ ወይ ለባም ስለ ዝኾነ ደሓን ዓሺኻ ምንባር ኢሉ መሪፁ ክኸውን ይኽእል እዩ ኣብ ሜዳ ግን ነዚ ዝረኣይዎ ዝተዛረቡ ተተወሲዶም ክጠፍኡ ከለዉ ሲኣይኤ ዶ እንታይ ዶ ዶ እንዳተባሃሉ ክጠፍኡ ከለዉ ነዚ ደው ከነብል ኣይከኣልናን። ነዚ ደው ከብል ዝከኣል ቃልሲ ኣይተኻየደን። ኦኬ ስለዚ ኣብ መጨረሻ እንድሕር ደኣ እቲ ስርዓት ብኸምዚ ገባብ መጺኡ ታግናይ ሌጋሲ ካብዚ ውድብ እዚ ናብ ህዝቢ ኤርትራ ትሓልፍ መልእኽቲ እንታይ እያ? ይድለይካ ኣይድለይካ ህዝቢ ብሓይሊ ብረት ኣብ ልዕሊ ህዝቢ ኮፍ ክትብል ከም ትኽእል ኣብነት ህዝባዊ ግንባር እዩ። ኮፍ ዘብሉኻ ከ ጽባሕ ንጎ ከውርድኻ ዘይክእሉ ሰባት which is ምሳና ዝስደዱ ዘለዉ ተጋደልቲ ህዝባዊ ግንባር ሎሚ እውን ኮይኖም ንህዝባዊ ግንባር ድካላኸሉሉ ንመን እዮም ድካላኸሉሉ ዘለዉ ነቲ ከማይ ከማኹም ተጠለመ ተጋዳላይ ብስለያ ተገዲዱ ተቃለ ተመለሰ። ብድሕሪኡ ኣሕዋቱ ሓሲሮም ወሲዶም ብጎዞሞ ክቐትልዎ ዝኽእሉ ዝነበሩ ካብ ኣሶሊኹ ወጺኡ ዝመጸ ተጋዳላይ። ሱዳሞ ከማይ ከማኹም እንድዩ። ነቲ ውድብ ዝመርሐ ሓይሊ ኣብ ላዕሊ ዝነበረ ዝኣለሞ ተንኮል ነዚ ክርድኡ ከይከኣሉ ስጋዕ ሕጂ ተሪፎም ህዝባዊ ግንባር ታሪኽ ሰሪሑ እዩ፣ ህዝባዊ ግንባር ናጽነት ኣምጺኡ፣ ህዝባዊ ግንባር ከምዚ እዩ እንተ ኢሎም ዌል እቲ ሽም ከማን ባዕሉ ርኣይዎ እሞ ህዝባዊ ንብል ኣለና ህዝባዊ ህዝባውነት ደይብሉ ኮሎ ህዝባውነት ዘይብሉ እንድሕር ደኣ ኮይኑ እቲ ውድብ ህዝባዊ ኣይኮነን ብመሰረቱ ክኸውን ኣይክእልን እዩ ከምዚ ናይ ወራር ወያነ ዝበሃል ዝኾነ ሰብ ወራር ወያነ ይብል ቤት ፍርዲ ምሉእ ተኻቲዕና እቲ ናይ ባድመ ጉዳይ ንቕበሎ ኩናት ኤርትራ ጀሚራ ዝብል ግን ኣይንቕበሎን ልምዲ ኮይኑስ ወራር ወያነ ብል ስጋዕ ሕጂ ወላ ኣብ ኣዲስ ኣበባ እንዳዕለልካዮ ከለኻ ሓደ ኣብቲ ወራር ወያነ ግዜ እዩ ኢሉ ዘዕልለካ እንታይ ማለት እዩ እቲ ህዝባውነት ናይ ዘይዚ ህዝባዊ ውድብ እእሚኑና እቲ ስርዓት እቲ ባዕሉ ዝወረረሉ ኩናት ወራር ከም ተወረሮ እእሚኑና ኣብ ሓንጎልና ደጋጊምዎ በዚሑ ኣይሰምዕን እዚ ኸዓ እንታይ ማለት እዩ እዚ ውድብ እዚ ንተጋደልቱ ኣታሊልዎም ተጋዳላይ ዝነበረ ሰብ ራይዎ እንዶ ተስፋይ ተመነዎ መጽሓፍ ተጻሓፈ ገሊኦም ተጋደልቲ እዚ ትብሎ ዘለካ ሓሶት ኣየጋጠመን እብሉ እሞ ኣንቱም ኣሕዋተይ እታ በታ ዝነበርኩማ ከም ትፈልጡ እስኹም እሱ በታ ዝነበራ ይፈልጥ ኣብዚ ውድብ እዚ ናይ ኩሉ ነገር ዝበዝሐ ሓበሬታ ክፈልጥ ዝኽእል እቲ ብተንኮል ተዋዳዲቡ ንነዊሕ እንዳጽንሐ ንኹሉ እንዳናናኸሰ ክኸይድ ዝጸንሐ መሪሕነትን ዓንኬል ናይቲ መሪሕነት እዩ ናጽነት መጽዩ ህዝባዊ ግንባር ተዓዊቱ እንተ ኢሎምኒ ኣሕዋት እንታይ ድብሎም ኣነ ኣይመስለንን ንህዝባዊ ግንባር ምስጢራዊ ሰልፊ ተዓዊትሉ ንምስጢራዊ ሰልፊ ናይ ናቕፋ ሰልፊ ተዓዊትሉ ተስዓን ኣርባዕተን ህግደፍ በልዎ ንህግደፍ ከማን ኣብ ውሽጡ ካልእ ሰብ ዝዕወተሉ ጸኒሑ እዩ እዚ ስርዓት ከምዚ ሽንፍላ እንዳሽረፍካ እታ ዓንኬል ናይ መጨረሽኡ ኣብ እርጋኑ ኢና ሕጂ ንፈልጣ ዘለና ተራ ዝመስሉ ዝነበሩ ብደረጃ ኮለኔላት ዝነበሩ ኣብ መጨረሻ እዋን ናይ ብሓቂ ናብ ላዕሊ ምጺኡ ውሕስነት ክስምዖ ዘቕርቦም ዘሎ ንነዊሕ ግዜ ብኸምዚ ገባብ ስለ ክኸይድ ዝጸንሐ እቶም ሓቀኛ ነቲ ነቲ ስርዓት ዝሰርሑ ዝነበሩ ከም ተራ ሰባት ኮይኖም ከይፈለጥናዮም ክኸዱ ዝጸንሑን ዝኸዱን ሰባት እዮም። እቲ ናይ በዓል ሳክቲዝም ምንጭታት ወጺኡ ኣስማት መን እዩ እስከ ዝነግረኒ ናይዞም ኩሎም ረሸንቲ ኣስማት መን እዩ ድፈልጥ ኔሩ ካብ ህዝቢ ኤርትራ ብመሰረቱ እሱራት ይርሸኑ እዮም ኢልካዮ ዝኣምን ህዝቢ ኔሩ ኣገልግሎት ይርሸኑ እዮም ኢልካዮ ዝኣምን ህዝቢ ኔሩ ስለዚ እንታይ እየ ደምጸሉ ኣለኹ እዚታት እቲ ተጋዳላይ ህዝባዊ ግንባር ዝነበረ እውን እዚ ፎሮ ዝብሎ ዘሎ ኩሉ ሓሶት እዩ እንተ ኢሉ ወል እሶ ከመይ ኦም ምስጢራውነት እንዲ ዓወ መሰረት ዓወቱ ትውድብ ከምኡ እዩ እኮ ከምኡ ስለ ዝገበረ እኮ እዩ ተዓዊቱ ትውድብ ትውድብ እንዳቀተለካ ከሎስ ነቕ ውድብና ከምዚ ይገብርን እዩ ከም ትብል ኣቦኻ እንዳኣሰረልካ ከሎስ ሓንቲ ከም ዘይትብል ስድራኻ እንዳጥፋኣልካ ከሎስ ሓንቲ ከም ዘይትብል እንድዩ ገይሩ ኣምጺእካ ትውድብ ስለዚ ሕጂ ውን እቲ ውድብ ነቶም ተጋደልቲ ምስኡ ዝነበሩ ኣየናሕሰየሎምን፣ ንህዝቢ ኤርትራ ኣየናሕሰየሎምን፣ ከምዚ ከናሕሲ ኣይክእልን እዩ። የብሉን ህዝባዊ ሓልዮት ህዝባዊ ስምዒት የብሉን። ዳሕራይ እንታይ እዩ ዝገበሮ ጌጋ እንተገበረ ክሕተተሉ ከም ዘይክእል ይፈልጥ እዩ እቲ ስርዓት። ምኽንያቱ ክሕተት ተዝኸውን ብጎዞሞ ምተሓተተ። ብኡ ውን ክሓቶ ዝኽእል ተጋዳላይ ኣይነበረን። ብዛዕባ ኣብ ህዝባዊ ግንባር ዝጠፍኡ፣ ዝተቐትሉ፣ ዜጋታት ዝሓተተ ተጋዳላይ፣ ብዛዕብኡ ወይ ኣብ ኣብ ሓደ ርኡይ ደረጃ ዘብጽሕዎ ሕቶ ኣይረኣናን ዘለና። እዚ ከኣ እንታይ ማለት እዩ? እዚ ውድብ የሰልፈካ፣ ኣገዲዱ ካብ መርዓኻ፣ ካብ ሕጹነትካ ወሲዱ ኣሰልፈካ ንመስዋእቲ ይዕድመካ። ክጥቀመሉ ክእል እየ እዚ ከገልግለኒ ክእል እዩ እንተኢሉ ብሕርያ ኣብቲ ዓንኬል የእትወካ ኣብ ልዕሊ ዜጋታትካ ክትጅሰስ ክትሕሉ ኣሕሊፍካ ክትህብ ማለት እዩ። ብከምኡ ኣሕሊፍካ ዝሃብካዮም ይጠፍኡ። ግዳይ ናይዚኣ ኢኻ ሽዑ ንስኻ። ንስኻ እውን ውሕስነት የብልካን። ብኸምዚ ከይዱ እዚ ከምዚ ዓይነት ነገራት ብሚስጥር ሸፊኑ እቲ ናይ ኩናት ውጽኢታት ጥራሕ ናይ ሜድያ ስራሓት ጥራሕ እንዳገበረ ግን ነቲ ምስኡ ዘየለ ንሜዳ ከምዚ ዝመጽእ ብደርፊ እንዳገበረ በዓል ወዲ ትኹል ዘሰለፍዎ ኣዲኡ ትቑጸሮ እዚ እንዳገበረ ነቲ ሰብ እቲ ሓቀኛ ምስሊ ናይቲ ውድብ ከይፈለጥና ስጋዕ እዚ እዋን እዚ ንክንበጽሕ ገይሩና ማለት እዩ። እታ ሌጋሲ ዝዓበየት ናይዚ ውድብ ሕጂ ንህዝቢ ኤርትራ እታ ስምብራታ ወላ እዘን ተቃወምቲ ውድባት ከይደግምኦ ወላ ዜጋታት ብውልቂ ደረጃ ከይደግምኦ ዘፍርሓካ እንታይ እዩ ንሓደ ሰብሲ እንዳነዓቕካዮ ከም ዘኽብረካ ንሓደ ሰብ ደጋጊምካ እንተሓሲኻዮስ ከም ዝቕበለካ ኣብ መጨረሻ ከኣ እቲ ኣከያይድኦም the end justifies the means ድላይካ ግበር መጨረሻ ኣብ ላዕሊ ጥራሕ ብጻሕ እሞ ኩሉ ክምእዘዘካ እዩ እዚ ኣከያይዳ እዚ ንህዝቢ ኤርትራ ሕጂ ሕማቕ ሓድጊ እዩ ምክንያቱ ኣብ ኩሉ ተበግሶታት እሞ ረኣይዎ ሎሚ ኣነ ብወለንታይ ክቃለስ ኢለ ተመጽየሲ ንብወለንታይ ድመጻኽዎስ ሓደ ጉባዕባዓለይ ገዲፈዮ ተኸድኩኸ? ኩሉ ገዲፍዎ ተኸደኸ? ብወለንታ ሰብ ክመጸካ ግደፍዎ እሞ ንኽቃለስ ክመጸካ ድምጺ ንኽህብ እኮ እዩ ኣብዚ ኤውሮጳ ዝልምንዎም ዘለዉ ድምጺ ዝህብ ሰብ እንዳጎደለ ተባሂሉ እኮ እዩ በጃኹም ድምጺ ሃቡ እቲ ዲሞክራሲያዊ መሰልኩምሲ ተጠቀሙሉ ኦባማ ዝሰምዕዎ ኣለኹም እንታይ ይብል ኣሎ ነቲ ናቱ ኮሚኒቲ እንታይ ይብሎም ኣሎ በጃኹም ኪዱ ድምፁ እንድሕር ደኣ ትፈትውኒ ነርኩም ንዓይ ተኽብሩኒ ነርኩም ድምፂ ኣድምፁ በቃ ወላ ንኸድኩም ንትራምፕ ሃብዎ ግን ኣድምፁ እንታይ ማለት ድምፂ ከይዶም ንኸድምፁስ ይልምንዎም ኣለዉ የተባብዕዎም ኣሎ እስኻ ክትቃለስ ኢልካ ከድካ ማሕበር ዶ ውድብ ዶ መበሎ ብወለንታኻ ከድካስ ሓደ ከጉዓብዓልካ ተገደፍካ ኢኻ ኩሉ ተገደፎ ክኹሙ ዜሮ ሳም ገይም ኢኻ ትኸይድ እቲ ውድብ እዚኣ ስለ ዝገበረ ኣብ ደረጃ ውልቀ ሰብ ደረጃ እውን ኣስሪጹዋ ሳዋ ዝበሃል ሓደ ካምፕ ፈጢሩ ነቲ እእምሮ ኢንዶክትራይን ገይርዎ ሎሚ ተቐጻዕ እሞ ትሓትት ተልካዮ ንሓደ ሰብ ኣይትሕተት ማለት እዩ ታይ ገደሸኒ ዝሓትት ዝብል መፂ ስምዒት ሕጂ ዝኾነ ንስ መንእሰይ ራይዎ ንሓደ ነገር ሓቲቱ ክረኽቦ እንዳኸኣለ ታይ ገደሸኒ ኢሉ እዩ ዘትርፎ ደልዩ እዚ ስምዒት እዚ ሱቕ ኢሉ ይመፀን ብስርዓት ንነዊሕ ግዜ ኢንዶክትራይን ተገይሩ ኣብ ሚሊታሪ ኢንስቲትዩሽን ኣእትዮም ነቲ ነቲ መንእሰይ ወለዶ ብከምኡ ከም ዝኸይድ ገይሮሞ ነቲ ተጋዳላይ ከምኡ ገይሮም ፕሮግራም ገይሮሞ በቃ ስኻ ኣይትሕተት ሕቶ ርእይቶ የለን ድዩ ዝብል በረኸት መንግስትኣብ ኣብ እርጋኑ ሕጂ እንድሕር ደኣ ምሕታት ኣቋሪጹ ወዲ ሰብ ከኣኒ ሽግር እዩ ዝመጽእ ምሕታት ከተቋርጽ የብልካን ምክንያቱ እቲ ምሕታትካ ንዝሓሸ ሓሳብ መበገሲ ክኸውን ስለ ዝኽእል እታ ዝኸፍአት ናይዚ ስርዓት እዚ ሌጋሲ እምበኣር ሳዕቤና ከዓ ንመፃኢ ስምብራታ ክንዛረበላ ኢና እታ ዝኸፈአት ሌጋሲ እንታይ እያ ደቂ ሰባት ዝተፈልየ ሓሳብ ሓሲቦም ካባኻ ዝሓሸ ከምጹ ከም ዝኽእሉ ክትኣምን ዘይምኽኣል እዩ። ስጋዕ ሎሚ ኣብ ሜዳ ከምኡ ሓሊፉስ ኣብ እንዳ ዓወራት ሓደ ዓይኑ ንጉስ ድዩ ዝበሃል እሳ ገይሩዋ መጺኡ። ዓቕሚ ዘለዎም ወይ ርእሶም ኣድኒኖም ደንቂሮም ክመጹ ወይ ከኣ ሪኦም ከም ዘይረኣዩ ስቂጦም ክመጹ ገይርዎም ኖእ ዝበሉ ከኣ ተሪፎም ኣብኣ ነዚ እንዳረኣየ ስቕ ኢሉ መጺ ከይትብሎ እንዳረኣዩ ይመጸን ምክንያቱ ከም ሰቡ እዩ ንዕኡ እውን ሚስጥር ኮይንዎ ነዚ እንዳረኣኹ እየ ስቕ ኢለ ዝብለካ ተጋዳላይ ህዝባዊ ግንባር ዘን እቲ ገድሉ ንምንታይ ነይሩ ኣይርዳእካን እዩ ውልቃዊ ሓርነቱ ከይኣወጀ መጺ ከመይ ገይሩ ሓርነት ንህዝቢ ከምጽእ ስለዚ እቲ ቃልሲ ብመሰረቱ እቲ ስርዓት እቲ መሪሕነት ናይቲ ውድብ ንዕኡ ከም መሳርሒ እዩ ገይርዎ መፅዩ። ምኽንያቱ ብፆቱ ተወሲዶም ክርሸኑ ከለዉ ምስጢር ተባሂሉ ከይሓትት ተባሂሉ ክኸይድ ካብ ተቐበለ እዚ ኣከያይዳ እዚ ከዓ እዚ ካብ ወለደ ኣትሊስት እዚ ኣከያይዳ እዚ ብመሰረቱ ጌጋ ምንባሩ ክእመን ክኽእል ኣለዎ። ውድባዊ ሓልዮት ካብ ህዝባዊ ሓልዮት ክዓቢ የብሉን። እዚ ስርዓት እዚ ብመሰረቱ ካብ መሰረቱ ኣባጋግስኡ ክፋእ ነይርዎ እዩ። ተንኮል ነይርዎ እዩ። ፍልልያቱ ብልዝብ ምስ ኣሕዋቱ ክፈሊ ዘይምድላ ክፈትሕ ዘይምድላዩ ብመሰረቱ ክፋእ ተንኮል ሒዙ ስለ ዝተበገሰ እዩ። ኢሉ እንተዘይኣሚኑ እቲ ምስኡ ተጋዲሉ ዝመጸ በንጻሩ እኳ ደኣ ስጋዕ ተስዓን ሸሞንተን ልክዕኛ እዩ እቲ ስርዓት ተስዓን ሸሞንተን እያ ሽግር መፅያ ጂፊፍቲን ምስ ተኣሰሩ እያ ሽግር መፅያ ኢሉ ዝሓስብ ሰብ ግን እዚ ምሕንባስ ክመሃር ዝደሊ ማይ ግን ክትንክፍ ዘይደሊ እዩ እዚ ኩሉ ንሰምዖ ዘለና ጉድ ናይ በዓል ፎሮ ዝነግሩና ዘለዉ ሳክቲዝም ዘውፅዎ ዘለዉ ነዚ ተቐቢሉ ዝኸይድ እዩ ማለት እዩ ከመይ ጌሩ ድኣ እዩ ደላይ ፍትሒ ክኸውን? ደላይ ፍትሒ እኮ ሳጓ ኣይኮነን። ፍትሒ ናብ ዝኾነ ኢኻ እትደልያ እኮ። ማንም ሓደ ሰብ ክብደል ከሎ ፍትሒ ክጎድሎ ከሎ እኮ ሽዑ ኢኻ እኮ ክትዛረብ ዘለካ። እንድሕር ድኣ እዚኦም ክብደሉ ከለዉ ትም ኢልካ እቲኦም ክብደሉ ከለዉ ትም ተደይልካ ፍትሓዊ ኣይኮንካን። ስለዚ ነዚ ስርዓት እዚ ገለ ሸነኹ ጥራሕ ጸሊእካ ገለ ሸነኹ ትፈትዎ ዘይኮነ ብመሰረቱ ከራዳድኣና ዝግባእ ህዝባውነት የብሉን። ቃልስና ህዝባዊ ከይከውን ብሚስጢራውነት ዝብል መፍትሕ ዓጽዩዎ እዩ ኢልና ኣብዚኣ ደይንራዳዳእ ዝተጋደልኩም ዘይተጋደልና። ከም ህዝቢ ቀጻሊ ዝሓሸ መጻኢ ክህልወና ምእንቲ፣ ሓለፋ ከይተሰማዓኩም ሓለፋ ከይተሰማዓና፣ ገበን ከይተሰማዓኩም ገበን ከይተሰማዓና፣ ከም ህዝቢ ነቲ ዝተረፈ ክንጥምት ምእንቲ፣ ዘይህዝባውነት ናይዚ ስርዓት ዝወለዶ ነገራት ኢልና ናይ ሓባር መረዳድኢ ነጥቢ ዘይንብገስ። ህዝባውነት ነይርዎ ክትብልዎ እንተኾንኩም እዚ ውድብ በጀካ ኣብቲ ከም ሳጓ ረኣይዎ እቲ ህዝባዊ ግንባር ዝብል ህዝባውነት ነይርዎ ትብሉ እንተለኹም ዌል ነቲ ዝገብሮ ዝነበረ ጌጋታት ብምልኡ ግቡእ መረዳእታ ይሓዝኩምን ኣለኹ which means ምስ ህዝብኹም ክንዲ ትውግኑ ምስ ሓደ ዘይህዝባዊ ስርዓት ወጊንኩም ኣለኹም ማለት እዩ ወላ ሕጂ ተፈለዩ ካብኡ ምስኡ ዝፈልየኩም ይውሕድ ካብ ምስ ህዝቢ ኤርትራ ዝፈልየኩም ማለት እዩ እቲ ዝዓበየ ግን ዘቕርቦ ዘለኹ ከተስምሩሉ ዝደሊ እንታይ እዩ እቶም ተጠለምኩም ተጋደልቲ ኣካል ናይቲ ተንኮል ዘይነበርኩም ከማይ ከም ኩሉ ከም ኩሉ ኤርትራዊ ተጠሊምኩም ኢኹም ስለዚ ምስ ህዝብኹም ኢኹም ንስኹም ካብቲ ገዞሞ ተሳሒትኩም ካብቲ መስዋእቲ ናይ ፀላእቲ ተሳሒትኩም ስለ ዝኣተኹም እምበር ከም ህዝቢ ኤርትራ ከም ኩሉ ብ ምስጢራውነት ናይቲ ውድብን ብሓለዋ ሰውራን እስኹም ዘይስኹም ኮንኩም ኢኹም መጺኹም። ክንደይ እንዳረኣኹም ከይተዛረብኩም ኢኹም መጺኹም። ነብስኹም ዲኹም ፈቲኹም ወላ ከምቲ ትብልዎ ምእንቲ ናጽነት ኢልላይና ድዩ እሱ ብዘየገድስ እቲ ምኽንያት ጠቕላላ ጠቕላላ ኣይትፈልጡን ነርኩም ማለት ኣይኮነን ግን ደሓን እቲ ዝዓበየ ስእሊ ንርኣይልና ዝብል ውርዙይ ዘረባ ኣሎ እንዲ ደሓን ከምኡ ከዓ ንበሎ ከምኡ ከይኮነ ምስ ተረፈ ከሞ ሕጂ ምስ ህዝቢ ኤርትራ ዶ ትውግን ምሉእ ብምሉእ ነቲ ስርዓትን ነቲ ብመሰረቱ ክብገስ ኮሎ ዘይህዝባውነቱን ንዕኡ ኣድሚት ጌርና ዶ ብሓባር ንብገስ ህዝባዊ ነት ዘለዎ ስራሕ ክንሰርሕ ህዝባውነት ማለት ከኣ ህዝቢ ዝደልዮ ጌርካ ህዝቢ ዘይደልዮ እንዳ ገደፍካ ትኸደሉ ህዝቢ ዝመረጾ ዝኸውን ህዝቢ ዘይመረጾ ዝለግሰሉ ባይታ ክንፈጥር እንተኾይና ነዚኣ ተደይተቐቢልካ ብሕጂ እውን ኣይትቃለስ ንህዝቢ ኤርትራ ኣይክትጠቕሞን ኢኻ ምክንያቱ ድሌትካ ኣብ ልዕሊ ህዝቢ ፅዒንካ ክትከይድ እምበር ህዝቢ ሰሚዕካ ንክትከይድ ኣብ ደምካ የለን ማለት እዩ እታ ሌጋሲ ናይቲ ስርዓት ከዓ ኣብኣ እያ ዝፀልኣ ዘለኹ እታ ኣርእስቲ ሎማዓንቲ ከስምረላ ደልየ ደለኹ ሌጋሲ ናይዚ ስርዓት ወላ ከይደለየካ ከሎ ህዝቢ ኣብ ልዕሊኡ ተጻዒንካ ክትከይድ ከም ትኽእል ንህዝቢ ኤርትራ ጌጋ ትምህርቲ ገዲፉ ይሓልፍ ኣሎ እዚ ስርዓት እዚ ከኣ ስክፍታ ፈጥረልካ ኣብ ገለ ውድባት በቲ ተቓወምቲ ከማን ብሕጂ ሒዞሞ ዘለዉ ስልጣን ብኡ ሒዞም ዝኣትዉ እሞ ጽባሕ ንግሆ ህዝቢ ተርኡ እንታይ እዩ ስልጣን ናብ ህዝቢ ምምርካብ ተኾይኑስ ስለምንታይ እዮም ድኣ እሞ ካብ ሕጂ ዝበኣሱ ንዝብል ስክፍታታት ክፈጥረልካ ይጅምር እዚ ስክፍታታት እዚ ክእለ እንተኾይኑ ግን ወናኒ ስልጣን ህዝቢ ህዝቢ ዘይደልዮ ኣይኮውንን እዩ ናብ ምባል ገጽና እንተኼድና ሓደ ዝገብረካ ነገር ኢኻ ትደሊ ሓደ ዝገብረካ ነገር ከተጽንዕ ከለኻ ከኣ ካብ መሰረቱ ንነገራት ንርኣዮ እዚ ስርዓት እዚ ሃገራዊ ረብሓ ድዩ ዘቐድም ነይሩ ውድባዊ ረብሓ ውድባዊ ረብሓ የቐድም ነይሩ ሃገራዊ ሕቶታት ዘልዓሉ ወሰንቲ ሰባት እንዳጥፍኦም ስጋዕ ትማሊ ተመክሮ በቲ ሓደ ሸነኽ ኬድኩም ንቢትወደድ እዚ ኩሉ ሽግር ወሪድዎ እዚ ኩሉ ኢልኩም ብዙሕ ነገር ትዛረቡ ተመሊስኩም ከኣ ነቲ ውድብ ተሓልይሉ ክንዲ ነቲ ሃገር ተሓልዩ ንሃገር ዝሓለዩ እንዳጠፍኡ ከለዉ ንውድብ ዝሓለዩ ሰባት ከኣ ዲፈንድ ትገብሩ ስለዚ እቲ ኮንትሮቨርሲ ዝሪኦ ዘለኹ እንታይ እዩ ካብ መሰረቱ ንበርብሮ ካብ መሰረቱ ንጀምሮ ህዝባዊ ግንባር ህዝባዊ ኮይኑ ይፈልጥ ድዩ ህዝባውነት ከ እንታይ እዩ ህዝባውነት ኔርዎ እዩ ህዝባውነት ስለ ዝነበሮ እዩ ተዓዊቱ ኖ ገፊፍካ ዘእተኻዮ ኣገዲድካ ድልየትካ ዘስረጽካሉ ክፍሊ ህዝቢ ኢልካ ናትካ መሪሕነት ኣምጺኻ ኣብቲ ህዝቢ ኮፍ ዘበልካሉ እዚ ህዝባውነት ኣይኮነን ደስምዕ ኩሉ ሻዕ ኢምፖዚሽን ኣንጻር ህዝባውነት እዩ። ባዕልኻ ኣምጺኻ ንህዝቢ እዚ እዚኦም እዮም ዝመርሑ ካይትብሎ ኢኻ። ህዝቢ ዝመርሖ ባዕሉ ንክመርጽ ደልዩ ኣሚኑ ንቃልስኻ ደጊፉ ደቁ ክህበካ ከሎ እዩ። በቲ ሓደ ሸነኽ መግዛእቲ ገከፊእዎ ግፍዒ ናይ መግዛእቲ ከፊእዎ ደቁ ከድሕን ይደሊ። በቲ ሓደ ሸነኽ ከኣ እቲ ጸጽቡቑ ሸነኽ ጥራሕ እዩ ዝሰምዕ እምበር ጎዞሞን ናይ ጎዞሞን ታሪኽን ዝሰምዕ ህዝቢ ኣይነበረን። ህዝቢ ኤርትራ ኣብ በረኻ ከሎ ህዝባዊ ግንባር እዚ ኩሉ ዝግበር ግፍዒ እንተዝፈልጥ ነይሩ እቲ ቃልሲ በቲ ዝኸዶ ምኸደድ ኢልና ንኣምን። ስለዚ እቲ ስርዓት ሓይሉ ነቲ ግፍዕታቱ ነቲ ገበናቱ ብሚስጥር ዓቂቡ ነቲ እቶም ከማይ ከማኹም ግሩሃት እንድሕር ድኣ ሕቶ ኣልዒሎም ብጎዞሞ ዝቕንጠቡ፣ ሕቶ ተዘየልዒሎም ብጺት ጠራኢ ዝተሰውኡ ሰባት ንዕኦም እዩ መሸቀጢ ዝገብሮም ዘሎ። ስለዚ ሕጂ እውን እታ ቀንዲ ከነስምረላ ዘለና ህዝባውነት ዘይብሉ ቃልሲ ከነካይድ እንተኾይንና ንጽባሕ ንግሆ እውን ካልእ ቁስሊ ክገብረልና እንድሕር ደኣ በዛ ትኸይድ ዘላ ኣከያይዳ ነቲ ናይቲ ስርዓት ሕማቕ ነገር ዝገድፈልና ዘሎ ክንምርምሮ ዘይፈቲንና ግዳይ ናቱ ምድጋም ክንከውን ኢና። ብደረጃ ውልቀ ሰብ በኪሉና እዩ። ረኣይዎ ኢኹም መንእሰይና ሎሚ በኪልዎ እዩ። ስነ-ምግባር ኣጥፊእዎ እዩ፣ ነቲ ሶሻል ፋብሪክ በቲንዎ እዩ፣ ኩሉ ኩሉ ክብርታት ናይቲ ሕብረተሰብ በታቲንዎ እዩ። ነቲ ውድባዊ ክብርታቱ እዩ ሃገራዊ ክብርታት ገይሩ ዝሓስቡ። ውድባዊ ክብርታቱ እዩ ንዕኡ ዝዓጦ ነቲ ስርዓት። ዳሕራይ እቲ ሕማቕ ዝኸፍአ ኣከያይድኡ ከኣ እንታይ እዩ? If you want to kill the message, kill the messenger እያ ነይራ እታ ስትራቴጂ። ነቲ መልእኽቲ ከተጥፍኦ ተደሊኻ ነቲ መልእኽተኛ ኣጥፍኣዮ እዩ ነይሩ። ቅዱስ ሓሳብ ሒዝካ ትመጽእ ሓደ ሓሳብካ ሓደ ሰብ ተደይፈቲዋ ትጠፍእ ካባካ ስለ ዝመጸ እቲ ሓሳብ ክንዲ እቲ ሓሳብ ትጠፍእ ከምዚ ዓይነት ኣካያይዳ እንዳኸደ ዝመፀ ውድብ ብመሰረቱ ህዝባዊ ክኸውን ኣይክእልን እዩ ህዝባዊ ህዝባዊ ኣሱታፊ ህዝባዊ ነቲ ህዝቢ ኣንቂሕካ እእሚንካ ወዲብካ ስለ ዝኽየድ ነዚኣ ከዓ ክገብራ ድሉው ኣይነበረን ስለዚ እቲ ስርዓት እታ ዝዓበየት ዝገድፈልና ዘሎ እታ ውጽኢት ናይዚኣ ከኣ እንታይ እያ ክትጋደል ኢልካ ከድካ ብጾትካ ተወሲዶም ብጎዞሞ ይቁረጹ ከይዶም ይሓቁ እስኻ ከኣ ኣብቲ ውድብ ኣይትሕተት ዝተባሃልካዮ ጥራሕ ግበር እንዳተባሃልካ ትኸይድ ኣብ መጨረሻ ናበይ ዘብጽሓካ እዚ ናብ ዘይምትእምማን ምክንያቱ እቶም ዝውሰዱ ዘለዉ መን ስለ ዝተዘረበሎም እዮም ተወሲዶም መን ስለ ዝነገረሎም እዮም ተወሲዶም እንታይ ስለ ዝበሉ እዮም ተወሲዶም እዚ እዚ እዚ ስለ ዝኾነ ተወሲዱ ስለ ዘይተባህለ ሎሚ ረኣይዎ ኣብ ኤርትራ ሎሚ ኤርትራዊ እንታይ ዘእስር እንታይ ዘይእስር ኣይፈልጥን እዩ እዚኣ እያ ከዓ እቲ ስርዓት ተዓዊትላ እዛ ናይ ሎሚ ኤርትራ ማንም ኣይፈልጥን እዩ እንታይ ዘእስር እንታይ ዘየእስር ምኽንያቱ ተኣሲሩ ዕድል ጌሩ ዝወጸ እንተወጺኡ ንምንታይ ከም ተኣሰረ ከይሓትት ፈሪሙ እዩ ዝወጽእ እንድሕር ደኣ ተኣሲርካ እሞ ክትወጽእ ዕድል ረኺብካ ላዕለዎት ሰበስልጣን ሰባት ነይሮምኻ ንምንታይ ከም ተኣሰርካ ከይትሓትት ተባሂልካ ኢኻ ፈሪምካ ትወጽእ ብመደብ ዝተገብረ እዩ እዚ ምክንያቱ እተን ዝገበርካያ እንተፈሊጥካ እሰን ጥራሕ ከም ዘእስራ ስለ ትፈልጥ እቲ ዘይእስር ኮንፊደንት ልክትገብሮ ኢኻ እሶም ግን ወላ ዘየእስር ከም ዘፍርሓካ እዮም ዝገብሩ እሳዮም ከዓ ተዓዊቶም ሎሚ ንዝኾነ ኤርትራዊ ሎሚ መን ኢኻ ሽምካ በሎ እሞ ንምንታይ ደሊኻዮ ኢሉ ቅድም የውከስ ሽምካ እዚ ንምንታይ ደሊኻዮን ኣይደለኻዮን እዮም ኣውጺኦምልካ ሱቕ ኢሎም ስድራኻ መጸዊዕኻ እዩ ሽምካ እዩ በቃ ግን ንምንታይ ኢኻ ደሊኻዮ ይብል ንምንታይ ምስ ፈለጠ ሽዑ ክመርጸልካ እዩ ማለት እዩ እቲ ሽም ሽም ሚግሬሽኑ ድዩ ወላ ሽም ቀሺ ይኽበካ ሽዑ ሓዲኡ ሽም ክበካ እዩ ማለት እዩ ስለዚ ንምንታይ እዩ ከምኡ ኮይኑ እዚ ስርዓት ሳልሰይቲ ሌጋሲ ገዲፍዋ ዝኸይድ ዘሎ ብነብሱ ዘይተኣማመን ንሰብ ዘይኣምን ወለዶ ፈጢሩ። ወላ ህዝባዊ ግንባር ተጋደልቲ እንድሕር ርኣይዎም ሕጂ ጠቕላላ ኣይኣምኑን እዮም። ከመይ ገይሮም ሪኦም እንድዮም ሂወቶም ዝሃብዎ ውድብ እንድዩ ጠሊምዎ። ኣብ ከባቢኦም ኣብ ጥቕኦም ዝተኣማመኑ እቲ ብገርሁ ተጋደለ እሞ ዝተሰወአን ዝኣተወን ግደፍዎ እሱ ከማና ኢለኩም እዩ ከማና ይጥለም በሎ እሱ ከማንሲ ኣብ ከባቢኡ ዝነበሩ ሰባት ክሓቁ ከለዉ፣ እዋእ! ኩስቶ ደኣ እንታ ኮይኑ? ስለምንታይ? ኢልካስ ክሕተት ኣይግበርን። በቶም ምስጢራውያን ናይ ምስጢር ሰልፊ ኣባላት መን እንታይ የዕዘምዝም ኣሎ፣ መን እንታይ ይብል ኣሎ ተባሂሉ ክሰሓብ እዩ ማለት እዩ። ስለዚ ኣብ ራዕዲ ውሽጢ ኮይኖም እዮም እንዳተቓለሱ መጺኦም ማለት እዩ። እዚኣ ከኣ መስተዓንተወይ ዝበልኩያ ትኸይድ። ውልቃዊ ሓርነቱ ዘይዓቀበ ሰብ ሓርነት ናይ ህዝቢ ክዕቅብ ኣይክእልን እዩ። ግዳይ ናይዚኣ ኢና ኮይና። እቲ ውድብ ንህዝቢ ኤርትራ ይትረፍ ንተጋደልቱ ውልቃዊ ሓርነቶም ኣይዓቀበሎምን። ስለዚ የስ ኣብ ሕቶ ክንምልሶ ኢና ወይ ጉድ እሱ እንዲ ትሳዕቤን እቲ ሚሊታሪ ንከምዚ ስለ ዝገበረ ሕጂ እዚ ከኣኒ ከይዱ ከይዱ ኣብ ባህሪ ናይ ውልቀ ሰባት ደረጃ ወሪዱ ሰባት ብሓንሳብ ካብቲ ዝሓለፍዎ መስመር ናይ ውተ- ወታደራዊ ህይወት ውፅእ ኢሎም ነብሶም ክውንኑ ስለ ዘይክእሉ ምስኡ ሕዝዎ ሕጂ እንታይ ኮነካ ከምቲ ኩሉሻዕ ዝብሎ ብፍርቃ ቢኬሪ ማይ ረሳሕ ትህልዋ እሞ ኣብ ልዕሊኣ ጽሩይ ማይ ሓዊሱ ክሰትያ ይደሊ እቲ ናይ ሕጂ ወለዶ እንታይ ማለት እዩ ዋእ ግደፍዎ እዚ ናይ ሕጂ ወለዶ ወላ እቲ ተጋዲሉ ዝመጸ መሰረታዊ ለውጢ ከነምጽእ ኢና እብለካ እቲ ውድብ ዝገበሮ ማእለያ ዘይብሉ ነገራት ከኣ ተቐቢሉ ከይድ እዝን እዝን ክብል ኣይክእልን ብዙሕ ኣርእስትታት ብዙሕ ነገራት መሰረታዊ ለውጢ ከነካይድ ኢና እንተይልካ እንታይ ማለት እዩ? ሕቶቶ ንኹሉ ነገር ነቲ ዝተገብረ ሕቶ ምልክት ኣንብረሉ ስለምንታይ እዩ ከምኡ ኮይኑ? ሓደ ግዜ ሕቶ ተላዒሉ ነይሩ ከምዚ ነው ጋዜጣ ኤርትራ ሲ ስለምንታይ ሓዳስ ኤርትራ ትበሃል እታ ኤርትራ ዶ ሓዳስ እያ ዝብል ዘረባ ኣልዒሎም ሓደ ዓብይ ዝበሉ ሰብኣይ እዮም ካብ ሓዳስ ኤርትራ ዝበሃልሲ ካልእ ሽም የለን ድዩ ኤርትራና ወይ ገለ ዘይብሉ ገለ ኤርትራ ሓዳስ ኤርትራ የነይቲ ሓዳስ ኤርትራ ኤርትራና ደኣ ኤርትራ እንድያ ዝኾነ ክበሃል ዝከኣል ነገር እዚ እንዳኸደ እንዳኸደ ምስ ከደ ኣ- ኣብ መጨረሻ ናበይ እዮም ዝኸዱ ዘለዉ እቲ ውድብ ንህዝቢ ኤርትራ ዝሓሸ ይፈልጠሉ ህዝቢ ኤርትራ ዘዋጾ ክመርጽ ኣይፍቀዶን እዩ ህዝቢ ኤርትራ ኣይነቅሐን ምርጫ ከይንገብር ህዝቢ ኤርትራ ኣብቲ ዝድለ ደረጃ ንቕሓት የለን ምርጫ ክነካይድ ኣይኮናን ሰለስተ ዲከይድስ ኣርባዕተ ዲከይድስ ክንጸንሕ ኢና ክንዱ ዝጸንሑ ክመስሉ ባዕሎም ድሮን ኣለዎ ብሓደ ከዱ ኣለዉ ስለዚ እሳቶም ክኸዱ እዮም እሳቶም ክኸዱ እዮም። ምስ ከዱ ክገድፍዎ ዝኽእሉ ግናይ ሌጋሲ ንዐኣን ክንኣርየን ክንነቕሰን ኣለና ኢለ እየ እዛ ናይ ሎምዓንቲ ከም ኣርእስቲ ዝዛረበላ ዘለኹ። እታ ግናይ ቀዳመይቲ ክንነቕሳ ዘለና እንታይ ይመስለኩም ኣሕዋት? ዝተፈልየ ሓሳብ ዝጸልእ መሰረት ድንቁርንኡ እዩ ባዕሉ። ዝተፈልየ ሓሳብ ክመጸካ ከም ጸጋ እንተደይ ርኢኻዮ ኣብታ ደላትካ ደረጃ ንቕሓት ኢኻ ስታግነይት ትገብር። ነዚ ውድብ ዝሃሰዮ ክኣሱ እዩ። ሓደሽቲ ሓሳባት ዘምጽኡ ኣራእስ እንዳ ቀንጸሎም መጺኡ፣ እንዳ ኣጥፍኦም መጺኡ። ክሰምዖምሲ ይትረፍ ሰሚዑ ከተግብሮስ ይትረፍ ከምኡ ስለ ዘምጽኡ ከማን መጥፊኢኦም ኮይኑ። ናይ ዝኾነ ዓይነት ብልሒ እዩ ዘይፈቱ እዚ ስርዓት። ኣብ ዝኾነ ይኹን ብልሒ ኣቲኻ ኣብ ዝኾነ ይኹን መንፋዕቲ ኣቲኻ ሽም ክትገብር የብልካን ብሂወት ክትቅጽል መዚ ስርዓት። እቶም ተገሪሆም ድሕሪ ናጽነት ዝገበሩ በዓል የማነ ባርያ ርኢኹሞም፣ ኣብርሃም ኣፈወርቂ ራይዎ፣ ትንዳ ሳምና፣ መሓመድ ሳልሕ ዝቐተልዎ ራይዎ፣ ብድሕሪኡ እውን ብዙሓት ሽም ዝገበሩ ብርእሰ ተኣማንነቶም ዝፍለጡ ነዞም ሰባት እዚኦም እንዳሓቀቅካዮም ኢኻ ትኸይድ። ድሁል ሕብረተሰብ ክትፈጥር ኣለካ። ነዚኣ ንሕና ከ ንደግማ ዶ ፍቅረ ብድሕሪኡ ብዙሓት ውን ብዙሓት ሰባት ዘጥፍእዎም ስለዚ ነዚኣ ከ ንሕና ንደግማ ዶ ወላ ንቅይራ ነዚኣ ክንቅይራ እንተኮይና መጀመርያ መጀመርያ ህዝባውነት እዩ ዋሕስ ናይ ሓደ ቃልሲ እስኻ ድሌትካ ኣብ ልዕሊ ህዝቢ ከተስገድድ ትኸይድ ተለኻ ይትረፍካ ምክንያቱ እቲ እዋኑ ንዕኡ ክፈቅድ ኣይኮነን ድሕሪ ሕጂ ብፍላይ ኣብቶም ዝቃለሱ ዘለዉ ውድባትና እዚ ዓይነት ተርእዮ እዚ ድሕሪ ሕጂ ክኸይድ ኣይኮነን። እንድሕር ድኣ እስኻ ካብ ታሕቲ ንህዝቢ እንዳሰማዕካ ትኸይድ ኮንካ ዋሕስካ እሱዩ ሓደ ካልኣይ ከኣ ምስትያትካ ኣይተሰብረን ኩሉ ሻዕ ኣሎ። ጌጋ ክትገብር ኮለኻ ኣይትድለን ኢኻ ልክዕ ክትገብር ኮለኻ ክትድለ ኢኻ ናይ ምቕጻልካ ዋሕስ ከኣ እሱ እዩ ስለዚ እታ ቀዳመይቲ ክትከውን ዘለዋ ብፍላይ ኣብዚ ንሪኦ ዘለና ምትእኽኻባት ንብወለንቱ ብድልየቱ ገለ ክገብር ኣለኒ ዓቕመ ኢሉ ዝመጸካ ኣካል ኣይትኽሰሮ እሱ ምስ ካልኦት ተኣኪቡ እዩ ህዝቢ ኤርትራ እንድሕር ደኣ ግን ከምዚኣን ዘይኬድና፣ እንድሕር ደኣ ህዝባውነት እንዳውሓስና ዘይኬድና፣ ቃልስና ነዊሕ ክኸይድ ኣይኮነን። ድሮ ካብ ተመኩሮና ንርኣዮ። እተን ተቓወምቲ ውድባትና፣ እቲ ስርዓት እቲ ዝዓበየ በደል ዝፈጸ ዝበደለን እንታይ እዩ? ካብ ህዝበን ወጻኢ ስለ ዝቃለሳ እንዳደረቓ እየን ዝኸዳ። ካብ ባሕሪ ዝወጸ ዓሳ ማለት እዩ'ሱ። ኩልሻዕ ኣብ ውሽጢ ህዝቡ ኮይኑ ዝቃለስ ይኽፋእ ይጸብቕ ትንፋስ እንዳ ሶኽዐ እዩ ዝኸይድ ሂወት። ራእይዎ እዚ ስርዓት ከማን ብሓይሊ ኣብ ልዕሊ ህዝቢ ኤርትራ ተገዲዱ ቆልዑት ዝገደፍናዮን ህጻናት መዓንጣ ቆጺሮም ሳዋ ኣትዩ መበል ሰላሳ ዙርያ ዶ በጺሑ ህሉ ኸውን እዩ ሰላሳ ዙርያ ኣብጺሕዎ ነህለ ዘይነጽፍ ምንጪ ነናይ ዝጎበዘ መንእሰይ ወታደር ዝኾነሉ ፋብሪካ ከፊቱ ነተን ውድባት ከኣ ኣብ ውሽጢ ህዝበን ስለ ዘየለዋ እንዳ ሓደራ ከም ዝምህምና ከም ዝቕህማ እንዳ ገበረን ከይዱ ነቲ መንእሰይ ካብ ውሽጢ ሃገር ኮሎ ከኣ ርእሱ በሊሉ ተቓሊሱ ለውጢ ከምጽእ ከም ዝኽእል ከም ዘይኣምን ገይርዎ ነቲ መንእሰይ ከኣ ይትረፍ መተን ዝነበራ ውድባት ኮይኑ ክቃለስ ከም ውልቀ ሰብ ሂወቱ ክቕይር ከማን ከም ዘይክእል ገይሩ ኣእሚንዎ ነቲ መንእሰይ ከኣ ሳዕቤን ናይዚ ከኣ ሕጂ እንታይ ንርኢ ኣለና? እተን ውድባት እንዳደረቓ ይኸዳ፣ ንሳተን እንዳደኸማ ይኸዳ ኣለዋ። ምኽንያቱ ኣብ ውሽጢ ህዝበን ስለ ዘየለዋ። እቲ መንእሰይ ክቕይር እኽእል እየ ዝብል ስምዒት ኣጥፊእዎ። ክቕይር እኽእል እየ ዝብል ስምዒት ኣነ ባዕለይ ናይ ለውጢ መሰረት ክኸውን እኽእል እየ ዝብል ስምዒት ከኣ ኮነ ኢልካ ንዕኡ ተጠፊኡ በቲ ሚሊታሪ ዲሲፕሊን ከምዝህረም ተገይሩ ኣነ ምባል ነውሪ ንነብስኻ ከይሓለኻ ንሃገር ምሕላይ ንስድራኻ ከይሓለኻ ንሃገር ምሕላይ እዚታት ከም ቅቡል ገይሮም ኣእሚኖሞ ነዚኣ ተተቐቢልካ ከኣ ሽግር እዩ ምኽንያቱ ንነብሱ ዘይሓለየ ሰብ ንስድርኡ ንሃገሩ ንህዝቡ ክሓሊ ስለ ዘይክእል ስለዚ ሕጂ እውን እቲ ክንገብሮ ዘለና ለውጢ ኣብቲ ስትራቴጂና እንታይ እዩ ሰባት ነቲ ብግጉይ ዘእመኑና እዚ ውድብ እዚ ብግጉይ ኣእሚኑና ዝኸደ ኣከያይዳ ክንቅይር ክንክእል ኣለና እሱ ከኣ እንታይ እዩ ሰባት ብወለንደኦም ክቃለሱ እንተመፅኦም እዚ ክትብህጎ ጥራሕ ይደለካ ስምዓዮም ከኣ ሰሚዕካ ከኣ ሓሳቦም ኣብ ግብሪ ውዕሎ። እዚኣ ዘይገበርካ መዓልቲ ምሳኻ ናይ ምቕጻሎም ተኽእሎ ምህሙን እዩ። ኣይክቕጽሉን እዮም ምሳኻ። ናቶም ዘይምቕጻል ከኣ ቃልስኻ ህዝቢ እንዳጎደሎ ስለዝኸይድ ዘሎ ህዝባውነትካ ከተውሕስ ኣይኮንካን። እታ ሓንቲ። እታ ካልኣይቲ፣ ምንጪ ዝተፈልየ ሓሳብ ዝኾኑ ሰባት ከም ጸጋ ክንርእዮም ክንክእል ኣለና። እዚ ስርዓት ኣንቶይ እንታይ ይብል ነይረ? If you want to kill the message, kill the messenger እዩ ዝብል እቲ ስርዓት። And we have to do the opposite. ንሕና ንሓሳባት ዘይፈተናዮም ነቕተሎም ብሓሳብ እቶም ሰባት ግን ሓሳብ ብምምፅኦም ነመስግኖም እዚኣ ክንገብር ተኽኢልና ዝሓሸ መጻኢ ክህልወና እዩ። መሰረት ናይ ዝሓሸ መጻኢ ዝተፈላለየ ሓሳብ ክንሓስብ ምኽኣልና እዩ። ሓደ ልቢ ሓደ ርእሲ ሓደ ሓንጎል እንተኾይንና ግን ዋእ ንሀለት ሒዝዋ ተኸደ ከሞ ግርማ ኣስመሮም ሕጂ ጽባሕ ንጎ ከዓ ክስዕቦ ይሱ ሒዞ መን ተኸዱ ከተን ሓንቲ ርእሲ ተን ሓንጎል ኣይነይቲ ሒዙ ከይዱ ይፈልጥን እዩ ሕጂ ሒዝዋ ከይዱ ከይከውን እታ ኣብ ኢንተርቪው ዝዛረበላ ዝነበረ ኤኒወይ እቲ እቲ ከምኡ ዓይነት ኣከያይዳ፣ እቲ ከምኡ ዓይነት ኣዘራርባ ኣብ መጨረሻ ናብ ምንታይ እዩ ዘብጽሓካ፣ ኣብ ሓደ ደረጃ ኣተሓሳስባን ንቕሓትን ስታግነይት ኢኻ ትገብር፣ ደው ኢኻ ትብል። ካብዚ ክንወጽእ እንተኾይንና ዝበለጸ ኣተሓሳስባ ዝሓስብ ኣእምሮ ናይ ሕብረተሰብካ ክመጽእ ክንፈጥር ክንክእል ኣለና። እንድሕር ደኣ እዚኣ ክንገብራ ዘይክኢልና ጽባሕ ንግሆ እውን ውሕስነት የለን ማለት እዩ። ሌጋሲ ናይቲ ስርዓት እንተስዒሩና ብኣያ ክድምድም ሌጋሲ ናይቲ ስርዓት እዘን ዝብለን ዝነበርኩ መርዛማት ነገራት ካብቲ ስርዓት ዝተርፋ ዘለዋ ኣብ ልዕሊ ህዝቢ እዚኤን እንድሕር ደኣ ነቒስና ዘየውጽኢናየን ጽባሕ ንግሆ እውን ከምቲ ኩሉሻዕ ዝብሎ እቲ ስርዓት ካብ ኣብ ስልጣን ኮሎ ዝበደለና ካብ ስልጣን ምስ ለገሰ ዝብድለና ክበዚሕ ካብ ሕጂ ጀሚርና ህዝባውነት ቃልስና ክብሪ ብ ልዕሊ ሕብረተሰብና ናይ ዝተፈልየ ሓሳብ ዘለዎም ዜጋታት ርእይቶ ሰሚዕካ ብግብሪ ክትሰርሓሉ ምፍታን ምክብባር እዚታት እቲ ሶሻል ፋብሪክ ናይ ናይ ሕብረተሰብና ዝነበረ ክንመልሶን ክንሰርሓሉ እንተደይ ጀሚርና እቲ ስርዓት እተን ዝገደፈን ሌጋሲ ስዒረናን ኣለዋ ማለት እዩ። ከም ህዝቢ ክሓስብ ከለኹ ንሕና እቶም ተጋደልቲ ህዝባዊ ግንባር ዝነበሩ ከም ህዝቦም ዝተጠለሙን ከማን እዩ። እንድሕር ደኣ ነዚ ኣተሓሳስባ እዚ ብስነ ስርዓት ክንሰርሓሉ ጀሚርና፣ ኣብ ውድብ ንሃሉ ብውልቀ ሰብ ንሃሉ ብዘየገድስ፣ ኣብ ውድባትና ደው ኢልና ነዚ ተተሟጊትናሉ፣ ብውልቀ ሰብ ደረጃ ኣብ እኩብ ቦታ ደው ኢልና ተደይ ተጣቢቕናሉ ውሕስነት የብልናን ጽባሕ ንግሆ። ከምኡ ዘብለኒ ዘሎ ኣሕዋት እንታይ እዩ፣ ስጋዕ ሎሚ ሎሚ ምሸት ካብዚ ኣከያይዳ እዚ ኣይወጻእናን ዘለና። ነቲ ውድባትና ጉባኤ ተተባሂሉ ሎሚ ኣብ ጉባኤታት ዘጋጥም ሓጎጽጎጽ እንታይ እዩ? ዝተፈልየ ሓሳብ ዘምጹ ሰባት ብዓይኒ ጥርጣረ ምርኣይ። ሓሳብካ ከተቕርብሲ ዝዕድም ባይታ የለን። ስለዚ ሓሳቡ ብቕንዕና ነቲ ማሕበሩ ድዩ ነቲ ውድቡ ድዩ ነቲ እንታይ እዩ ከዕቢ ኢሉ ሓሳብ ዘቕረበ ሰብ ኣብ ጥርጣረ ዓይኒ ስለ ዝኣቱ ሓሳብ ከየቕረበ በጺሑ ዝምለስ ይበዝሕ። በቃ ድሓን ዝበልኩሞ ይኹን እንዳበለ ይኸይድ ማለት እዩ። እንታይ ማለት እዩ ዝበልኩሞ ይኹን? ሳንዱቕ ጌርካ ድምፂ ምስ ሃብካዮ እዩ ሽዑ ተሓቢኡ በይኑ እታ ድላዩ ከስምዓካ ክነግረካ ማለት እዩ። ካብተን ቀንዲ ነጥብታት ደጋጊመ ዝገለፅኮን ናይ ሎሚ ምሸት እንታይ እዩ? ኣብ ወለንታ ህዝቢ ዝተመርኮሰ ቃልሲ ተደየካይድካ መጨረሻኻ ናብ ዲክተተርሺብ እዩ ዝኸይድ ምኽንያቱ ድልየትካ ኣብ ልዕሊ ህዝቢ ከተስገድድ እምበር ንህዝቢ ክትሰምዕ ኢልካ ስለዘይተበገስካ ካልኣይ እቲ ህዝቢ ዘዋጾ ዝፈልጥ ኮይኑ ይስምዓካ እዩ ስለዚኻ ከኣ እስኻ ኣነየ ዝፈልጠልካ ዘዋጽኣካ ኢልካ ኣብ ልዕሊ ድልየት ህዝቢ ድልየትካ ተቐድም ዘለኻ ሕጊ ንዓኻን ነቲ ህዝብን ብማዕረ ክገዝኣካ እውን ፍቓደኛ ኣይክትከውንን ኢኻ። ምኽንያቱ ነቲ ህዝቢ ዘድልዮ ሕጊ እስኻ ኢኻ ተቐምጠሉ ዘለኻ እምበር ህዝቢ ክመሓደረሉ ዝደሊ ሕጊ ባዕሉ ንክፅሕፍ እውን ዕድል ትህቦ ስለዘየለኻ። ዝተፈልየ ሓሳብ ዘምፁ ዝኽእሉ ዝነበሩ ነዚ ዕብየትና መሰረት ክኾኑ ዝኽእሉ ዝነበሩ ባእታታት ሓሳቦም ተምፂኦም ክንዲ ሓሳቦም እሶም ስለዝጠፍኡ ካብ ሓሳብ ሰብ ሰብ ምጉሓፍ ስለ ዝቐለና ሰባት ከኣ ክጎሓፉ ስለ ዘይቅበልዎ ሓሳቦም ኣብ ውሽጦም ከሎ ይቐትልዎ። ሓሳበይ ነጊረ ካብ ዝጎሓፍ እንታይ ጸገም ኣለዎ እዛ ሓሳበይ ባዕለይ ኣብ ውሽጠይ ደይጉሕፋ ይብሉ። ከተድሕነና ትኽእል ዝነበረት ሓሳብ ከኣ ብሰንኪ እቲ ዘይቅኑዕ መርገጺና ኣብ ልዕሊ ሓሳብ ዘቕረቡ ሰባት ከየድሓነትና ተዋሒጣ ትተርፍ። እዚ ከኣ ክንቅይሮ ክንክእል ኣለና። እዚ እዚ ሌጋሲ እዚ ከይቀየርናዮ ነዚ ነዚ ከምዚ ዓይነት ተርእዮታት ክቕይር ዝግብኦ መንግስቲ ሃገር ክመርሕ ዝግብኦ መንግስቲ ሓንቲ ዲጋ ክመርሕ ይውዕል ኣሎ። ሃገር ምምራሕ ገዲፍዎ ጽባሕ ንግሆ ከሞ ነዚ ኢንስቲሽናላይዝ ጌሮም ብራዕዲ ሃገር ይመርሑ ኣለው። ዜጋታት ካብ ሃገሮም ምስ ወጹ ጥራሕ እዮም መጀመርያ ካብ ኣታ ጓሶም ኣድሚን ዝወጹ የለን ድያ ኣታ ለይወ ባረት መሓታ ነጻነቶም ዝበሃል ሰብ ዝእውጁ በጃኹም ዘለዉ። ኢልናኩም ዋእ ኣውርድ ደሓን እዩ መለይ ኣይተራቕ ደሓን እዩ ኣይረኣይዎን ክኾኑ ይኽእሉ እዮም ግን ደሓን እዩ እንታይ ገይሩ ኸይራ ኣነስ ኣይረኣኽዎን ከማን ግን ማሕታ ንስኻ ንኮ ኢኹም ትስጉገኩም እዚኣ ሓልየት ኢቲ ናትካ ግን ስለ ትእዛዝ ዝተሓዝካ ናይ ናፖልዮን ታሪኽ ኣላ ከማ ትፈልጣ ዲኻ ንሓደ ጀነራል ዝገበሮ ኣብ ሓደ ኩናት ከይዱሲ ከምዚ ከምዚ ግበር ኢልዎሞ ከምቲ ዝበሎ ደይኮነስ ከም ካልእ ገይሩ ተዓዊቱ ነው ምስ ተመልሰ፣ ነቲ ኲናት ስለ ዝሰዓርካዮ ሸሊመካ ኣለኹ ኢልዎ፣ ትእዛዘይ ስለ ዝጠሓስካ ግን ክትርሸን ኢኻ ኢልዎ። ሕጂ እታ ጽሕፍቲ ጌርካ ተትነግሮ እምበር ገሊኦም ጨካናት ንዓኻ ከኣ መለይ እታ ቀያሕ ምልዓል ከይኣብኻ ኤንወይ ኣብ ምዝዛምና ኢና እውን ነርና እንታይ እዩ ደሓን እዩ ነቶም ዝጽሕፉ ከኣ ግደፍዎም እንታይ ደኣ እሞ ሳያታ ዓቕሚ ሰብ ዓቕሙ ይገብር ኣብ መጨረሻ ክብሎ ዝኽእል ዝደሊ እንታይ ሕጂ እተን ደጋጊመ ዝበልክወን ናይዚ ውድብ ሌጋሲ ሓንቲ ኣብ መጨረሻ ክርሳዓ ዘይደሊ ኣገዳሲት ነገር ከም ፖዘቲቭ ሌጋሲ ንሪኣ እንታይ እያ ናይቶም ንጹሃት ተጋደልቲ ከማይ ከማኹም ዝተጠልሙ ኣካል ናይቲ ተንኮል ዘይኮኑ ግን ከኣ ብረቢ ብኣምላኽ ጽንሑ ተባሂሎም ካብዚ ኩሉ ኩናት እልፊ ሓጻዊን ኣብ ነብሶም ተሸኪሞም ኣትዮም ምስ ህዝቦም ዝተጠልሙ ናቶም ሌጋሲ ንዓና ከኣ ዌል እቲ መሬታዊ ናጽነት እቲ ነቲ ነጻነት ናይ መሬት ዝኸፈልዎ ዋጋ ዘምጾ ዋጋ ዘምጾ ለውጢ እሱ ከም ሓደ ሌጋሲ ክንርእዮ ንኽእል ድሕሪኡ ግን እቲ ሓርነት ናይ ምምጻእ መስርሕ ግን ከማና እሶም ውን ተልመዴን እዮም መክንያቱ እሶም እኳ ደኣ ጎዱ እሶም እኳ ደኣ ደ እዚ ኩሉ ንመስዋእቲ እንዳተቆረቡስ ብዋጋ ሓርነቶም እዮም ነቲ መሬታዊ ናጽነት ኣምጽዮሞ ስለዚ እሶም ውን ምሳና ኮይኖም ሕጂ ንሓርነት ቃልሲ ከኣ ምሳና ታተ ክብሉ ክጅምርዎ ድሮ ንሪኦም ኣለና ኣለው ግን እቲ ንነዊሕ ዓመት ኢንዶክትራይን ምዃን፣ ሰብ ዘይምእማን፣ ምጥርጣር፣ እዚታት እዚታት ቁሩብ ንዕኦም ከኣ ዕንቅፋት ኮይንዎም ስለ ዘሎ፣ ንሕና ውን ነታ መሰረታዊት ላይን ኣስሚርና ሓደ ቃልሲ ህዝባውነት ይዋሕሱ ኢልና ምናልባት ኣብ ድሌት ህዝቢ ዝተመርጎሰ ነገር ሒዝና ኣብ ንብገሰሉ ግዜ ድምጾም ከም ድምጽና ማዕረ ኣካል'ቲ ህዝቢ ድምጺ ጌርናዮ ንኺድ። ኣካል እቲ ተንኮል ዝኾኑ ሰባት ድሮ በዓል ሳክቲዝም በዓል ፎሮ ኩሎም የውጽዎ ስለ ዘለዉ መምሃሪ ክኾነና ዶኩመንት ክንገብሮ እዚ ኩሉ ዝበሃል ዘሎ ነገር ከኣ ጽባሕ ንግሆ ሰብ ኮፍ ኢሉ ኣብ ቤት ፍርድታት ክካትዓሉን ክዛረበሉን ክማሳኸረሉን ስለ ዝኾነ ቀሊል ነገር ጌርኩም ኣይትርኣይዎ እዋን ተቐያራይ እዩ እዋን ምስ ተቐየረ ሚስጢራት ወጻእቲ እዮም ሕጂ እውን እቶም ሚስጢራት ዝወጹ ዘለዉ ከምቲ ፎሮ ዝበሎ ብቐዳማይ እቲ እዋን ስለ ዝበስል ዘሎ እዩ በብሓደ ሰብ ወሓደ ድዩ ዝበሃል ድሮ ንመን ጸዊዑ ከይድ ኣይፈለጥናን ናይዝ ግን ግርማ ጸዊዕዎ ኣሎ ግርማ ንመን ክጽውዒ ንፈልጥን እዳዋወል እዮም ዝህልዉ ሕጂ እውን ገና እቲ ማለት ሰብ እንዳኣረገ እዩ ዝኸይድ ሰብ እንዳሓለፈ እዩ ዝኸይድ ነዚኣ ክርድኡ ዘይምኽኣሎም ነዚኣ ክቕበሉ ዘይምኽኣሎም እቲ ናይ ብሓቂ ደሕስበካ ሓደ መሪሕነትሲ ክኣርግ ምዃኑ ክሓልፍ ምዃኑ ፈሊጡሲ ገለ ቅድመ ምድላው ነቲ ህዝቢ ነቲ ሃገር ገለ ክገብር ትጽበዮ ኢኻ ነዚኣ ኣይተዓደልዋን ነዚኣ ኣይተዓደልዋን ድሮ ርኣይዎም ነዞም ደገፍቲ እሞ ሓራይ ደግፍዎ ግን ደሓን እሞ ወላ ብሕጂ ሰላሳ ዓመት ንሃቦ ኣብ መበል ሰላሳን ሓደን ዓመትሲ እንታይ ዓይነት ኤርትራ ትሃልወና ኢልካ እንተተዛረብካዮም ንምንታይ እሞ እትትምነየሉ ኢሎም የንጸርጽሩ ብሕጂ ሰላሳ ዓመት ሕሰብዎ እሞ ሰላሳን ሓደን ዓመት ደሓን ንሃቦ እሞኒ ድሕሪኡሲ ጉድ እኒና ረኺብና ዝሓዙ ሒዞም ራእዮ እንዶ ሙጋቤ ተስዓ ገይሩ እብሉኻ ሕጂ ተናብ ሙጋቤ ናብ እንደለዋ ፍልልይ ወሲኽናስ ንብድሕሪኡ ትመፅእ ኤርትራ እንታይ ትኹን ንሕሰብ እንተበልካዮም ንሽዑ ኸ ንምንታይ ሞት ትትምነየሉ ኢሎም ዘንፀርፅሩ እንተኾይኖም ንሓደ ሪያሊቲ ክቕበሉ ይከኣሉን ኣለዉ ስለዚ ንሕና እውን ሕጂ ብቲ ቃልስና ህዝባዊ ቃልሲ እንተኾይንና ከነካይድ፣ ኣካል እቲ ህዝቢ ኮይኖም ካብ ጌግኦም ተዓርዮም ክኸዱ ዝኽእሉ፣ ኣካል እቲ ገበን ዘይነበሩ ሰባት ክቃለስሉ ዝኽእሉ ባይታ ክንፈጥር ክንክእል ኣለና። እዚኣ ክንፈጥር እንተዘይክኢልና እሶም ክሃድሙና ንሕና ክንጎዮም ኩላትና ከየዕረፍናላ ክትሓልፍ እያ እታ ሃገር። እቲ እዋን ሓንሳብ እዩ ከኣ ዝንበር ኣብዚ ዓለም፣ ነቲ ሓንሳብ ዝነብራ ግዜ ከኣ ጽቡቕ ነገር ጌርካ ክሕለፍ ናብኡ ገጽና ክንከይድ ኦረዲ እቲ ዕድሜና ኣብ ከመይ ሓሊፉ ርኣይዎ። ዕድመ ደቅናን መጻኢ እቲ ሕብረተሰብናን ግን ኣብ ናትና ልቦናን ኣብ ናትና ልዝብን ካብ ዝሓለፈ ጌጋታትና ምምሃርን ዝምርኮስ ስለ ዝኾነ ንዑ ሓደራ እንዳበልኩ እተን ንሎሚ ዘቕረብኩወን ሌጋሲ ናይቲ ውድብ እሰን እመስላ።